ሰላም ሰላም ናይ ኣዶ ቃል ኣብ ቻናል ተኸታተልቲ ቤተሰብ ኣሜኔኹም ደይ ዳሕና ዲኹም? እግዚኣብሔር ይመስገን ኣነ ዳሕና እየ። እንተ ኣነ ሰላም ለለኽዎ ከዓ ሰላም ክትኾንለይ በዓል ተውለት ተስፋ እየ። በብለለኹምዎ ሰላም እግዚኣብሔር የብዝሐልኩም ኣሕዋተይ መዓረይ። ነዛ ቻናል እዚኣ ሓደሽቲ ዝኾንኹም ሳብስክራይብ ላይክ ብምግባር ቤተሰብ ኾኑ። ቤተሰብ ዝኾንኹም ለያው ሃምትልቲ ለመደ ላይክ ላገበርኹም ምብርትታዕኩም ኣይፈለየኒ ማለት እዩ እና ለነመዓንቲ ልመፃእ ኩልለ ከምቲ ኣብ ርእስቲ ልርኦናዮ እዩ ማለት እዩ ዋጋ በለፎን እና ሰራሚክ ኣብ ትግራይ ክንደይ ኣሎ ልብል እዩ ማለት እዩ ሒዘልኩም መፅአ እና ኣብዚ ኩሉ ልደሊ እዛ ሒዘያ መጽየ ለለኹ ቪድዮ ማለት እዩ እታ ቆልዓ ኣብ ትግራይ እያ ለላ ዩትበር እያ እና ኣብዚ ለኣተኹምስ ኣበራታትዕዋ ኣሕዋተይ መዓረይ መልሲ ስደታ ምስ ጓላ ብዙሕ ነገር እያ ትሰርሕ ብጣዕሚ እየ ለድንቓ ማለት እዩ እታ ቆልዓ ብጣዕሚ እያ ጠንካራ ዩትብ ነይርዋ ልዕሊ ዓሰርተ ሓሙሽተ ሽሕ ሰብስክራይብ ነበሮ ማለት እዩ እሱ ሰሪቆማ ኢዮም መስለኒ ሐዚ ካሊእ ሓዱሽ ኢያ ከፊታ ልላና ካፍቲ ኣብ ለይረብሕ ላከድና ቪድዮ ነብልሲ ኣብዘን ሃምዚ ጠንካራታት ለለዋ ኣሕዋትና ኣይዘኸን ናብ ጎድንኸን ኣለና ላበልና ተበራታትዕና ኢየን ሓዊ ጸጋ ኢይና ፕሊስ እስቲ ቤተሰበይ ሜንሽን ክገብረልኩም የትእንትኑ ማለት እዩ ብታሕቲ ኣቲኹም ሳብስክራይብ ግበሩላ ኣሕዋተይ መዓረይ ኣይዘኺ ንበላ ኣነ ብጣዕሚ እየ ለድንቓ ማርያምን ብጣዕሚ ማለት እዩ እቲ ሓደ ምስ ሰረቕዋስ ተስፋ ተይቆረፀት ሓዱሽ ከፊታ ሕዝሪ ጠንኪራ እትሰርሕ ዳሓፍትና እያና ካብቶም ኣብዞም ነይሮም ተባኣስና ሃምዚ በልና ላና ኣናታቶም ንርእስ ኣብዘን ሃምዚ መልሲ ስደተን ጠንኪረን ዝሰርሕ ኣለባ ደቂ ኣንስትዮ ኣቲና ተንተባራትዐን ይምረፅ ማለት እዩ ኣሕዋት ማዕረይ ሕዚ ፅዋ ከየብዝሐልኹም ናብቲ ጉዳይና ንኣቲ ማለት እዩ እስካዕ መጨረሻ ተኸታተልዎ ዋጋ ዕዳጋ ኣብ ትግራይ ታይ ይመስል ልብል እስካዕ መጨረሻ ተኸታተልዎ ርእይቶኹም ከዓ ኣብ ኮመንት ተቕምጥለይ ማለት እዩ ትናታ እንትን ኣብ ኮመንት ከቕምጠልኩም እዩ ወይ ለለ ሜሪ ኣዶ ኣርሴማ ኢልኩም ፅሒፍኩም ኣቲኹም ትረኽብዋ ኢኹም ማለት እዩ እቲ ሓደ እቲ ዓሰርተ ሓሙሽተ ሽሕ ለሎ ሳብስክራይብ ናታ ይኮነ እዩ ሕዚ ማለት እዩ እቲ ዳሕረዋይ ሕዚ እኳ እንድዒ እንደይ ሃም ዝበፅሐ ኣጋጣሚ ረኽቦ እኒኹ ግን ብቐድማይ ኣርባዕተ ሽሕ ገለ ነይራ እና ምብርትታዕኹም ኣይፈለየና ኣሕዋተይ ማዕረይ ሰበስና ንበረተታዕ በተለይ ኣምዚ ኣብ ስደት ነይረን ጠንኪረን ዓደን ኣትየን ሃምዚ ትሰርሕ ኣለዋ ኣነ ብጣዕሚ እየ ለድንቐን ማርያምን እዛ ቆልዓ ብጣዕሚ እያ ጠንካራ ድዒ ዋላ ትሰርሖም ቪድዮታት ምስ ጓላ ገለ በቃስ ደስ እያ ትብለኒ እና ኣሕዋተይ መዓረይ ልዘን ሃምዚ ኣብ ስደት ነይረን ጠንኪረን ንሰርሕ ኣለዋ ኣሕዋትና ኣይዛኸን ንበለን ኣብ ጎድነን ንኾን እና ዳይላፍት ቪድዮ ከብለኩም እየ ሰላም ሰላም ኩራት ተኸታተልተይ ብዘለኹም ኮንኩም ነዛ ቪድዮ ትሪኡ ብምልእኹም ሰላምኩም ብዝሕ ትርፍ ይበለለይ ሎማዓንቲ ከዓ ብሕትኹም መሰረት ከምዚ ትሪእዎ ኣለኹም ናብዚ ዳ ስራሚክ ቦታ ከይደ ናይ ስራሚክን ናይ ሓደ ሓደ ነገራትን ዋጋ ሒዘልኩም መፅ ኣለኹ ክሳዕ መጨረሻ ሓቢርኩም ንፅንሕዎ ማለት እዩ ቅድሚ ሕዚ እንኳን ናይ ስራሚክ ኣብ ዕዳጋ ሓሙስ ብዙሕ ኣይረአን ነይሩ ግን ንመጀመርታ ግዜ ይመስለኒ ከምዚ ቆንጆ ዳ ስራሚክ ተኸፊቱ እኒኦ ማለት እዩ ኣድራሻ እውን ክሳዕ መጨረሻ እንድሕር ደኣ ሰሚዕኹምዎ ክንናገረኩም ኢና እስኪ በቲ ናይ ስራሚክ ዋጋ ክጅምረልኩም እዚ ያው ከምዚ ትርእይዎ ኣለኹም ቆንጆ ቆንጆ ስራሚክ እኒኦ ደማቅ ስራሚክ ናይ ሳሎን ናይ መደቀሲ እኒኦ እዚ ናይ ምንታይ ድዩ እኒኦ እዚ እውን ሳሎን ይኾን ድዩ ቀዳማይ ደረጃ ካብዚኣቶም ሲ ኣይናይ እዩ እዛ ለማጽ እዚኣ እዚኣ ቀዳማይ ደረጃ ትበሃላ ብጣዕሚ ለማጽ መስታወታማ ነገር እኒኦ ናውዚታቱ እዚኣ እውን እንዲያ ከምኡ እኒኣ ክንደይ ይሕዝ ዋግኡ ሽሕን ሸውዓተ ሚእትን ሓምሳን ንካሬ ድዩ ካሬ ማለት ሲ ሚትሮ ብሚትሮ ድያ እኒኣ ሕዚኣ ሓንቲ ካሬ ትኾን ዶ እታ ኣብዚ እኒኣስ ሓንቲ ካሬ እያ ስሳ ብስሳ ሓንቲ ካሬ እያ ትበሃል ኦኬ ነዛ ትርእይዋ ኣለኹም እያ ሓንቲ ካሬ ትበሃል ሽሕን ሸውዓተ ሚእትን ሓምሳን ትበሃላ ዋጋኣ ማለት እዩ እዛ ብላዕሊ እኒኣኸ ቀደማይ ደረጃ ሲ እዚ ኩሉ ኣዩናይ እዩ ደኣ ካብኡ ቅንስ ለብ እዚኣ ካልኣይቲ እዛ ዘይተንፀባረቕ ማለት እዩ እዚ ከዓ ሕርፍፍ ዝበለ እዩ እዚ ትርእይዎ ኣለኹም ካልኣይ ደረጃ ትብሎላ እዚ እ፣ እዚ እውን ቀደማይ እዩ መስለኒ እዚ እውን እዚ ከ ካልኣይ እዚኣ ጥራሕ እያ ካልኣይቲ ደረጃ ትበሃል ላምበይ ካሊእ ከምዚ ትሪእዎ ኣለኹም ኩሉ ቀዳማይ ደረጃ ይበሃሎ ቀዳማይ ደረጃ ከዓ ሽሕን ሸውዓተ ሚእትን ሓምሳን ካሬ ማለት እዩ እዚኣ ከዛ ካልኣይቲ ደረጃ ሽሕን ሓሙሽተ ሚእትን ሓምሳን እዛ ካልኣይቲ ደረጃ ትበሃልላ ናይ እንታይ ሽሙኸ ናይ እንታይ ይበሃል ናይ ካንሸሎ ኣበይ እኒኦ ናይ ካንሸሎ ከዓ እዚ ትርእይዎ ኣለኹም እዚ ማለት እዩ እዚ ናይ ክላሳት እኒኦ ኣሃ እዚ ናይ ሽንቲ ቤት ይኸው እዚ ትርእይዎ ኣለኹም ናይ ሽንቲ ቤት እዩ እዚ ከናይ ሽንቲ ቤት ከክንደይ ሽሕን ክልተ ሚእትን ሓምሳን ኣፈላላይ እኒኦ ማለት እዩ ትጓለይ ሕዚ ናይ ሽንቲ ቤት ሴራሚክ ከምዚ ትርእይዎ ኣለኹም እዩ ንግድግዳ እውን ዝኸውን ንመንደቕ ማለት እዩ ሽሕን ክልተ ሚእትን ሓምሳን ይበሃል ኣሎ እዚ ናይ ክላሳት ተኮይኑ ግን ሽሕ ሸውዓተ ሚእትን ሓምሳን ኣብዚ ከዓ እኒኦ እዚ እውን ድዩ እዚ እውን ድዩ ናይ ሽንቲ ኣሃ እሺ እዚ ትርእይዎ ኣለኹም ከዓ ብሓርፋፍ እዚና እዚ ከለር መሪፅካ እዚ ከ ክንደይ ኢልክዮ እዚ ናይ ካንሸሎኸ ሽሕን ኣርባዕተን ሓምሳን ናይ ስራሚክ ዋጋ ያው ከምዚ ትርእዎ ኣለኹም እዩ ከምዚ ዝበልኩኹም እዚ ኸ ናይ ምንታይ እኒኦ ናይ ግድግዳ ታይልኪ ኣሃ ናይ ሽንቲ ቤት እዚ ኸ ክንደይ ሽሕን ሽዱሽተ ሚእትን ንግድግዳ ጥራሕ እዩ ግን ዝኾን ኦኬ እዚ ከዓ ነይ ታይ ሽሙ ይመስል ፕላስቲክ ቦሎፎን ኣብዚ ከዓ ነይ ያው ብሕቶኹም መሰረት በዚ ኣጋጣሚ ረኪበልኩም እኒኦኹ ፕላስቲክ ቦሎፎን ዝበሃል ከምዚ ትርእይዎ ኣለኹም እዩ ይኸው ፕላስቲክ እዩ ከለሩም ነዚ ይመስል እዚኣ እና እዚኣ በበይነ እንድየ እኒዋ ዋላ ከመይ እዩ ኣሃ ግን ዝተፈላለየ እዩ

ሐዚ ኣርባዕተ በርባዕተ ክላስ ተኾይናስ ክንደይ ካሬ ይውድእ ይኾን ንምግማቱ ከቢድ እዎ ዶ ዝሮ ግን ብካሬ ደምርዎ። ናይ ፕላስቲክ ዓይነታት ከኒኦዎ ድዩ እዚ ቀደማይ ደረጃ ድዩ ካልኣይ ደረጃ ከኒኦ ብካልኣይ ከክንደይ ተቃደማይ ሽሕን ሸውዓተን ሓምሳን ፕላስቲክ ቦሎፎን ትውለላ ማለት እዩ ካብዚ ኣሃ ፕላስቲክ ቦሎፎን ካልእ ዓይነት ቦሎፎን ኣሎ ድዩ ደኣ ካብዚ ዝተረረ የለን እዚኣ ብቀዳመይቲ ደረጃ እያ ኦኬ እሺ እዚ ካልኣይ ከ ክንደይ ዋላ ዋግኡ እቲ ካልኣይ ሽሕን ኣርባዕተ ሚእትን ሽሕን ኣርባዕተን ጥራሕ እሺ ያው ከም ዝሰማዕኹምዎ እዩ ናይ ቦሎፎንና ናይ ስራሚክ ዋጋ ነዚ ይመስል ኣውዚታት ከዓ ኒኦ መብራህቲ ናይ ላዕሊ ድዩ ቆንጆ ቆንጆ መብራህቲ ከምዚ ትርእይዎ ኣለኹም እና እዚታት ክንደይ እዩ እዚታት ከ ክልተ ሽሕ ኩሉ ድዩ ክልተ ሽሕ ኩሉ ክልተ ሽሕ ማለት እዩ። ያው እዚ ትርእይዎ ኣለኹም ቆንጆ ቆንጆ መብራህቲ ክልተ ሽሕ ትብሎ ኣላ። እዚኣ ኸ ምስ እዚኣ ምስ ባዕላ ድያ? እዚኣ ልበይና እዚኣ ልበይና ሕዚ ክንደይ ሰለስተ ሚእቲ ድዩ ሰለስተ ሽሕ ሰለስተ ሚእትን ሓምሳን እዚኣ ናሻወር እዛ ትርእይዋ ኣለኹም ሰለስተ ሚእትን ሓምሳን ንበይና ናሻወር ትብላላ እዚኸ ሓሙሽተ ሽሕን ሓሙሽተ ሚእትን ከዓ እዚ እትሪእዎ ኣለኹም ምስ ኩሎም ሙሉ ድዩ? ሓሙሽተ ሽሕን ሓሙሽተ ሚእትን ኦኬ ደስ በሃሊ እዩ። ኣብዚ እኒኦ ኸ ናይ ሽንቲ ቤት ክልተ ሽሕን ሓሙሽተ ሚእትን ይበሃል ኣሎ ናይዚ ዋጋ ከዓ ካሊእ ከምዚ ኮይኑስ ናይ ክችን ኔርኩ ዶ ከምቲኣ ዝበለት ማለት እዩ እሺ ሽዱሽተ ሽሕን ሽዱሽተ ሚእትን ሓምሳን ብላዕሊ ከቕምጠልኩም እየ ፎቶ ናይ ክችን ዝመሕፀቢ ከዓነይ ሽዱሽተ ሽሕን ሽዱሽተ ሽሕን ክንደይ ኢልኪ ሽዱሽተ ሚእትን ትብለኩምላ ማለት እዩ
ኣብዚ ከዓ ኳርቲዝ እኒኦ ኳርቲዝ ቀለማት ድዩ እኒኦ እዚ ናይ ኳርቲዝ ድዩ እሺ ከምዚ ዝደለኹምዎ ከለር መሪፅኩም ኳርቲዝ ኳርቲዝ ማለት ንዘይትፈልጥዎ ከምዚ ከመይ ድዩ ንደገ ወይ ከዓ ንካንሸሎ ሕርፈፍ ዝበለ መለመፂ እዩ ማለት እዩ መለመፂ እውን ያው ብካሬ ይመስለኒ ካሬ ተስማዕሚዖም እዮም ዝልምፅዎ ቆንጆ ኳርቲዝ ዝበሃል እንታይ ድዩ ዝበሃል ፕራይም እሺ ፕራይም ቀለም ይበሃል ክንደይ ድዩ ሰለስተ ሽሕ ትብሎ ኣላ ማለት እዩ። ብቀዳማይ ደረጃ ካልኣይ ደረጃ እኒኦ ድዩ? ካልኣይ ደረጃ የለን። ብቀዳማይ ደረጃ ግን ክንደይ ኢልክዮ? ሰለስተ ሽሕ ሕዚ ግን ወሲኽዎ ዶ? ክልተ ሽሕን ሽዱሽተን እዩ ነይሩ። ሰለስተ ሽሕ ይበሃል ኣሎ። ካልእ ኩራት ተኸታተልቲ ብጣዕሚ ይቅርታ ኣብ መንጎ ድምፂ ዝቆራረፀኩም ሎቶ ኮይኑ ብጣዕሚ ሰዓል ስለለሸነፈትኒ ብሰዓል ምክንያት እዩ እና ያው ናይ ስራሚክና ናይዙ ዝነገርኩኹም ዋጋ ንዕኡ ይመስል ካብኡ ቆርቆሮ ለድዩ ብቀዳማይ ደረጃ ክንደይ ድዩ ቆርቆሮ ሽሕን ክልተ ሚእትን ሓምሳን ኢሎምና ነይሮም ኣብዚ ሓደ ቅርንጫፍ ማዕረይዎ ዶ ዝቐደማይ ደረጃ ቆርቆሮ ሕዚ ኣብዚ ሓደ ቅርንጫፎም ጠይቐ ነይረ ሽሕን ክልተ ሚእትን ሓምሳን ኢሎምዎ ኣብዚታት እውን እኒኦ ኣቑሑታት ይመስል እዚታት እንታይ እኒኦ ቀለም ቀደማይ ደረጃ ክንደይ ድዩ ትሽዓንተ ሚእትን ሓምሳን ካልኣይ ደረጃ ኣሎ ድዩ ካልኣይ ደረጃ የለን እዚ ቁልፍታት መጋዛት ገለ ዋግኡ ካብ ክንደይ ክሳዕ ክንደይ ድዩ? ካብ 350 ክሳዕ 400 ኣውዚታት ከዓ እኒኦ እዚ እንታይ ይበሃል እሞ ብትግርኛ እዚ ትርእይዎ ኣለኹም መወልዕን መጥፍእን ማለት እዩ እዚ ከ ክንደይ ዋግኡ ኣርባዕተ ሚእቲ ኩሉ ተመሳሳሊ ድዩ ልዚታት እውን እዚኣ ክንደይ ሰለስተ ሚእትን ሓምሳን ማለት እዩ ናይ ሰለስተ ሚእቲ ኮይኑ እዮ እዛው ዝኒኣ ኣሃ ደረጃ ኣለዎ ማለት ድዩ ከከም ደረጃኡ ድዩ ዋግኡ ዝፈላለ ኣሃ ሳይዙ ኦኬ እዚ ከታይ ናይ ማዕጾ ቀለም ናይ ማዕጾ ድዩ ንካሊእ ከ ንምንታይ ይጠቅም ንእግራ እግሪ ኣሃ ዝና እግራ እግርና ናይ ማዕጾ ቀለም ክንደይ ድዩ ዋግኡ ኣርባዕተ ሚእቲ ኣብዚ እኒኦ ሰራሚካት ማዕረ ይወዶ ምስ እዚ ዝቀደማይ ደረጃ ብሽሕን ሸውዓተ ሚእትን ሓምሳን ኦኬ ያው ለማዓንቲ ነበረና ቪድዮ ነዚ ይመስል ኣድራሻ ምክናገረኩም እዞ ዝኒ ስልክ ቁፅሪ ድዩ ዜሮ ሸዓንተ ዜሮ ሰለስተ ሰማንያን ሸውዓተን ሰብዓ ሱሳን ሓደን ወይ ከዓ ዜሮ ሸዓንተ ተስዓን ኣርባዕተን ሰላሳን ሓደን ዕስራን ሰለስተን ሓምሳን ክልተን ሓጎስ ሓፈሻዊ ህንፃ መሳርያ ኢልኩም ምድዋል